ቆልዑ ካብታ ዝተወለዱላ ግዜ ኣትሒዞም ብዙሕ ነገራቶም እንዳተቐየረ ክመጽእ ንርእዮ ኢና። ካብቲ ኣካላዊ ለውጢ ዘርእይዎ ኣትሒዝካ፣ ካብቲ ዝኽእልዎ ዝመልክዎ ነገራት ኣትሒዝካ ክሳብ እቲ ረቀቕቲ ነገራት ንሓንጎሎም ዝውጸሉ፣ ንሓንጎሎም ንኽዓቢ ወይ ውን ንኸይዓብዩ ከምቲ ግቡእ ምስ ዕድሚኦም ዝሳነ ወይ ከዓ ምስ ዕድሚኦም ዝመጣጠን ኮይኑ ንኸይዓብዩ ዝፀልዎም ብዙሕ ነገራት ስለ ዘሎ ብመንፅር እቲ ንሕና ንደቅና ናብ ብዙሕ ነገር እነቃልዖም ብዙሕ ነገር ክፈልጡ ብዙሕ ናይ ናይ ብዙሕ ነገር ተሞክሮ ክህልዎም ወይ ከዓ ብዙሕ ሓበሬታ ክህልዎም ብዙሕ መልእኽታት ክቐበሉ እነዋድደሎም ነገራት ቆልዑ ለውጢ እንዳርኣዩና ይመፅኦም። ዝበዝሕ ግዜ ብፍላይ ኣብቲ ናይ ግዜ ኩትትና ኣብቲ ዝግብዙሉ ወይ ኣብቲ ዝግርዝዋሉ ዕድመ ድማ ንወለዲ እቲ ዝብድሃና ኮይኑ ንረኽቦ ምኽንያቱ ኣብዚ ካብ ወለዶም ወጻኢ ብብዙሕ ነገር እንዳተጠለቡ ይመጹ እዮም ሕጂ ኣቐድም ኣቢሎም ብፍላይ ካብቲ ንትምህርቲ ምኻድ ዝጅምሩሉ ካብ ወለዶም ወጻኢ ካብቲ ቤቶም ወጻኢ ዝጸልዎም ብዙሕ ነገር ስለ ዘሎ ኣተሓሳስብኦም ይቕየር፣ ኣብ ነገራት ዘለዎም ኣረኣእያ ይቕየር ወይ ከኣ እንዳሰፍሐ እንዳማዕበለ እንዳዓበየ ይመጽእ። ብኡ መንጽር ኣብቲ ናይ ኩትትና ዕድመ ምስ በጽሑ ንመሓዙቶም ዝያዳ ዝርእይሉ፣ ብመሓዝቶም ዝያዳ ዝምሰጥሉ፣ ኩሉ ግዜኦም፣ ኩሉ ዝገብርዎ ንጥፈታት ወይ ነገራት ከኣ ምስቶም መዛንኦም፣ ምስ መሓዝቶም ኮይኖም ክገብርዎ ዝያዳ ባህ እንዳበሎም ይመጽእ። ኣብ መሓዙቶም፣ ኣብቶም መዛንኦም ዘለዎም ተገዳስነት ውን እንዳዓበየ እንዳዓሞቐ ዝመጸሉ ዕድመ ስለ ዝኾነ፣ ኣብዚ ቁሩብ ወለዲ ምስ ደቅና ግዜ ንስእን ኢና ወይ እሶም ምሳና ግዜ ስለ ዘይረኽቡ ካባና ቁሩብ ርሕቕ እንዳበሉ ዝመፅሉ ዕድመ እዩ። ሕጂ ኣብዚ ዕድመ እዚ ከዓ ምሳና እቲ ዘሎ ዝምድና ዝላሕለሐ ይመስለና ወይ ከዓ ካባና ቁሩብ ርሕቕ እንዳበሉ ይመፁ ስለ ዘለዉ ወለዲ ገለ ገለ ዘይንፈልጠሎም ዝነበርና ጠባያት ክንርኢ ከለና የሰንብደና እዩ ምክንያቱ ሓደ ካበይ ኣምጽዮሞ ንባዕሉ የተሓሳስበና ስለ ዝኾነ ኣብቲ ዝውዕልዎ ዘለዉ ካብቲ ትምህርቲ ወጻኢ ብመን ይጽለዉ ኣለዉ እንታይ እዮም ዝርእዩ እንታይ እዩ ዝምስጦሙን እንተ ደኣ እቲ ዝምድናና ጥቡቕ ዘይኮይኑ ኩሉ ነገራቶም ዘየዕልሉና እንተ ደኣ ኮይኖም ወይ ቁሩብ ካባና ክውል ዝበሉ፣ ሕብእ ዝበሉ እንተደኣ ኮይኖም፣ ስምዒታቶም፣ ድሌታቶም፣ ዝኾነ ኣብ ኣእምሮኦም ዝመጾም ሓሳብ ምሳና ዘይዛረቡሉ እንተደኣ ኮይኖም እውን ዝያዳ ከጨንቐና ወይ ከኣ ዝያዳ ጸቕጢ ክፈጥረልና ንርኢ ኢና። ሕጂ እቲ ዝልወጥዎ ድማ ምስዚ ካባና ቁሩብ ዝርሕቕዎ ዘለዎ ስለ እነተሓሕዞ፣ ካብቲ ክኸድዎ ዝግባእ ቅኑዕ መገዲ ወይ ከኣ ካብቲ እሶም ክኾንዎ ኣለዎም ክበጽሕዎ ኣለዎም እንብሎ ዝእለዩ ዘለዉ ወይ ከኣ ናብቲ ጌጋ መገዲ ዝኸዱ ዘለዉ ክመስለና ይኽእል'ዩ። ሕጂ ኣብዚ ናይ ኩትትና ዕድመ ቆልዑ ዘርእዩና ብዙሕ ነገራት ኣሎ ቅድሚ ሕጂ ርኢናዮ ዘይንፈልጥ ኣብ ደቂ ትሽዓተ ደቂ ዓሰርተ ዓመት ኣብ ዝኾኑሉ ዕድመ ወይ ቅድሚኡ ኣብ ዝነበረሉ ዕድመ ዘየርእዩና ዝነበሩ ባህርያት ከርእዩና ይጅምሩ ወይ ከዓ ዘይንፈልጠሎም ዓይነት ኣተሓሳስባ ክንርኢ ንጅምር ኢና ሎሚ ንሰለስተ ደቅና ክጉቡዙ እንከለዉ ወይ ከዓ ኣብዚ ናይ ኩርትና ዕድመ ክኣትዉ እንከለዉ ዘርእዩና ሓደሽቲ ባህርያት እንታይ ማለት ምዃኑ፣ ወለዲ ነዚ ባህርያት እዚ ብኸመይ ኢና ክንርድኦ ዘለና፣ እንተ ደኣ ንዕኦም ዝሃሲ ኮይኑ ከኣ ብኸመይ ኢና ክንፈትሖ ዘለና ወይ ከኣ ብኸመይ ኢና ናብቲ ንሶም ክኸድዎ ኣለዎም እንብሎ መገዲ ከነማእዝኖም ዘለና ክኸውን እዩ። ሰናይ ምክትታል። ሓደ ካብቲ ቆልዑ ኣብዚ ናይ ግርዝውና ወይ ናይ ጉብዝና ግዜ ዘይነበሮም ግን ከኣ ዘርእዩና ባህርያት ክመላለሱና ይጅምሩ። ንኣብነት ንንሓቶም ነገራት ክንዲ ብግቡእ ዝምልሱ ወይ ከኣ ንሓደ ከተግብርዎ ዘለዎም ንጥፈት ይኹን ወይ ስራሕ ክገብርዎ እንተደኣ ዘይክኢሎም ወይ ክገብርዎ ዝግብኦም እንተደኣ ዘይገይሮሞ ክንሓቶም እንከለና ዘየዕግብ መልሲ ይህቡና ወይ ከምዚ ኣፍ ኣፍና ይምሉሱልና ሕጂ ወለዲ እታ መጀመርታ ኣብ ርእስና ትመጽና ቆልዑ ይጉቡዙ ስለ ዘለዉ ይባላሸዉ ኣለዉ ኣፍ ኣፍና ክምሉሱልና ጀሚሮም ካብቲ ቁኑዕ እንብሎ ስነ ምግባር ይወጹ ኣለዉ ዝብል ኣተሓሳስባ ኢና ነስርጽ ሕጂ ኣብዚ ዕድመ እዚ ዘለዉ ቆልዑ ኣፍ ኣፍና ክምልሱልና እንተደኣ ጀሚሮም፣ ሓደ ነቲ ንሕና ሰሪዕናዮ ዘለና ገደብ ምስ ደቅና ካብቲ ንኡስ ዕድሚኦም ኣትሒዙ ገደብ የድልዮም እዩ። ንቖልዑ ምስ ዕድመ ድማ እንዳሰፍሐ፣ እንዳማዕበለ፣ እንዳተቐየረ ይመጽእ። ምኽንያቱ ንንኣሽቱ ቆልዑ ትሕቲ ሓሙሽተ ዓመት ዘለዉ ቆልዑ ምስ ወለዲ እንገብሮ ገደብን ክጉብዙ ከለዉ ደቂ ዓሰርተ ዓመት ክኾኑ ከለዉ እንገብረሎም ገደብን ክፈላለ ባህርያዊ እዩ፣ ክንፈላልዮ ይግበኣና እዩ። ምኽንያቱ ብሓደ ኣብ ሓደ ዕድመ ስለ ዘየለዉ ስለ ዘየስርሓና ድማ። ከምኡ ኢሎም ድማ ኣብቲ ናይ ኩትትና ዕድመ ክበጽሑ እንከለዉ እውን እንቕይሮ ገሊኡ ሸለል እንብሎ ገሊኡ ምስቲ ዕድሚኦም ዝኸይድ ምስቲ ኩነታት ናይ ኣተሓሳስብኦምን ስፍሓት ናይ ኣእምሮኦምን ዝኸይድ ንኹላህና ከስራሓና ዝኽእል እንዳጎቦዙ ናባና ዕድመ እንዳቐረቡ ይመጡ ስለ ዘለዉ ብዙሕ ነገር ክርድኡ ከሰላስሉ ዝኽእሉሉ ዕድመ ይጅምርዎ እውን ስለ ዘለዉ ብኡ መጠን እቲ ገደብ እውን ክንቅይሮ መዘኻኸሪ እዩ ምክንያቱ ኣብ ገለ ግዜ ከም እዚ ኣብ ኣፍና ክምልሱልና እንከለዉ ወይ ከምዚ ክጨቓጨቑና ገለ እንከለዉ ሓደ እታ ቀዳመይቲ ወለዲ ክንገብራ ዘለና እቲ ቅድሚ ሕጂ ምስኦም ዘስራሓና ዝነበረ ገደብ ወይ ኣብ ገዛና ዘሎ ሕግታት ምስዚ ሕጂ በጺሖሞ ዘለዉ ዕድመ ዝመጣጠን ድዩ ብኹሉ ነገሩ ምስቲ ናይ ምስቲ ናይ ኣካላዊ ለውጢ ዘርእዩና ዘለዉ ምስቲ ናይ ስምዒታዊ ለውጢ ዘርእዩና ዘለዉ ምስቲ ኣእምራዊ ለውጢ ዘርእዩና ወይ ከዓ ዝበጽሕዎ ዘለዉ ደረጃ ምዕባለ ዝመጣጠን ድዩ ኢልና ነቲ ኣብ ገዛና ዘለና ሕግን ገደብን ከም እንደገና ተመሊስና ክንሪኦ ዘስርሕ ምዃኑ ከነረጋግጽ፣ ምቕያር ዘድልዮ እንተደኣ ኮይኑ፣ ኣብቲ ገሊኡ ንዕኦም ቁሩብ ውጽዕ ነብሎም እንተደኣ ሃሊና ለውጥታት ክንገብር፣ ኣብቲ ገሊኡ ከኣ ምስቲ ቅድሚ ሕጂ ንኣሽቱ ኮይኖም ዘኺደና ዘስርሓና ዝነበረ ገደብ ንዕኦም ዝያዳ ናጽነት ዝደልዩ እንተደኣ ሃልዮም'ሞ እዚ ናጽነት እዚ ከኣ ክንቆጻጸሮ ክንዕቅኖ ንኽእል እንተደኣ ኮይና ንዕኦም እውን ዝጠቕሞም እንተደኣ ኮይኑ ወይ ከኣ ብኣሉታዊ ብኣወንታዊ መገዲ ዝሕግዞም እንተደኣ ኮይኑ ኣብቲ ገደብናን ኣብቲ ሕግታት ናይ ገዛናን ገለ ለውጢ ክንገብር መዘኻኸሪ እዩ ማለት እዩ። ኣብዚ ዕድመ እዚ ምሳና ኣብቲ ወይ ከኣ ኣብቲ እንገብሮ ዝርርብ ክመላለሱ እንከለዉ ድማ ወለዲ ኩሉ ግዜ ክንዝክራ ዘለና ከም ከምዚ ናይ መዓልታዊ እንገብሮ ነገር ንዝክሮ ምሳና ዝተወሃሃደ ነገር ክኸውን ዘለዎ ድማ ዋላ ካብቲ ንኡስ ዕድሜኦም ኣትሒዝና እውን ዘስርሓናን ዝጠቕመናን ምስኦም ኣብ ጭቕጭቕ ወይ ከኣ ኣብ ህልኽ ዘይምእታው እዩ። ካብ ንኣሽቱ ቆልዑ ከለዉ ኣትሒዝና ንሓደ ዘገድሶም ነገር ንሓደ ነቲ ገዛ ብግቡእ ኣገባብ ወይ ብስርዓት ንኽንከይድ ንኽንሰርሕ ነቲ ህይወትና ብሰላም ንኽንመርሕ ዝሕግዘና ዘቐመጥናዮ ሕግታት ክኸውን ይኽእል ወይ ዘንበርናዮ ገደብ ክኸውን ይኽእል እዩ። ንዕኡ ጥሒሶም ኣብ ዘይምርድዳእ እንተድኣ ተበጺሑ፣ ወለዲ ኩሉ ግዜ ክንገብሮ ዘለና ምስኦም ናብቲ ናቶም ደረጃ መጺና ክንጨቓጨቕ፣ ክንምልሰሎም፣ ከነረድኦም ሒሕ ክንብል ከም ዘይብልና እዩ። እዚ ከኣ ዋላ እንዳዓበዩ ክመጹ ከለዉ ኣብዚ ናይ ኩትትና ዕድመ ምስ በጽሑ እውን ጥቡቕ ገይሩ ዘስርሓና እዩ ምክንያቱ እቲ እሶም ዝብልዎ ዘለዉ ወይ ካኣ እቲ እሶም ከምዚ ምሳና ክጨቃጨቁ ከለዉ ወይ ኣፍ ኣፍና ክምልሱልና ከለዉ ወይ ንሓደ ነገር ከይተረድእዎ በቲ እሶም ዝደልይዎ ዘለዉ ነገር ስለ ዘይኮነ ዓው ዓው ኢሎም ክዛረቡና እንከለዉ ልክዕ ከምቲ ናቶም ዓይነት ኣገባብ ኣዘራርባ ጌርና እንተ ንዛረብ ሃሊና ክንረዳዳእ ኣይንክእልን ኢና ኣብዚ ድማ ንሕና ብብኹሉ ነገራት ብብዙሕ ነገር ካብኦም ዝዓበና ስለ ዝኾና ንሕና ክንሃድእ እዩ ዘለና ኣብቲ ኣብቲ ዘሎ ዋዕዋዕ ዝብል ወይ ኣብቲ ዘሎ ምጭቕጫቕ ክንኣቱ ኣይግባእን እዩ እዚ ኸኣ ሓደ ሓደ ግዜ ምስቲ ዘለናዮ ኩነታት ንኣብነት ምስ ስራሕ ምብዛሕ ክኸውን ይኽእል እዩ ዕረፍቲ ክውሕደና ይኽእል እዩ ወይ ብገለ ካልእ ነገራት ተጸሚድና ክንህሉ ንኽእል ኢና፣ ኣብ ጽቕጢ ዘለዎ ኩነታት እውን ክንህሉ ንኽእል ኢና፣ ብዝተኻእለ መጠን ግን ኩሉ ግዜ ነዚኣ ክንዝክር ኣካል ናዝቲ ናህና ናይ ምንባብ እንድሕር ደኣ ጌርናዮ ምኽንያቱ ኩሉ ግዜ እቶም ወለዲ ከምዚ ዊ ኣር ኢን ኮንትሮል ምሽ ኣሎ ከምዚ ንሕናስ እቲ ምሉእ ቁጽጽር ወይ ከዓ እቲ ስቴርሶ ናይቲ ገዛሲ ኣብ ኢድና ኣሎ ኢልና እንተ ሓሲብና ሓደ ነቲ ዝብልዎ ዘለዉ ክንሰምዖ ንኽእል ኢና ክንርድኦ ንኽእል ኢና በቲ እሶም ጌሮም ዝገልጽዎ ዘለዉ ዓይነት ሓይሊ ጌርና ምስኦም ማዕረ ማዕረ ኮይንና ሓይልና ምርኣይ ግን ኣየድልየናን እዩ ምኽንያቱ ንሕና ብህድእ ዝበለ ካልእ ኣገባብ ጌርና ክንረዳዳእ ስለ ንኽእል፣ ነቲ ኩነታት ከነተሃዳድኦ ስለ ዝግብኣና ወይ ናህና ሓላፍነት ስለ ዝኾነ፣ ኩሉ ግዜ ኣብቲ ከምዚ ዓይነት ኩነታት ዘጋጥመሉ ድማ ካብ ሕርቃንና ክንቁጠብ፣ ነብስና ንቆጻጸር ክንከውንን ምስኦም ኣብ ጭቕጭቕ ከይንኣቱ ክንዝክር ነብስና ክንገትን መሰረታዊ እዩ። ኣብ ከምዚ ክመላለሱና ዝጅምሩ ወይ ከኣ ኣፍ ኣፍና ክምልሱልና ዝጅምሩ ዘለዉ ግዜ ድማ ወለዲ ኣብ ክንዲ ኒዕቆሙና እዮም ወይ ከምዚ ምሉእ ቁጽጽር ኣብ ልዕሊኦም ስለ ዘይብልና እዩ እዚ ዘጋጥም ዘሎ ኢልና ምሕሳብ ብዝተኻእለ መጠን ነቲ ዝብልዎ ዘለዉ ዋላ እኳ ዝበዝሕ ግዜ ካበይ ጀሚሮም ናበይ ይበጽሑ ወይ ንምንታይ ደልዮም ነቲ ኣርእስቲ ወይ ነቲ ዘረባ ኣልዒሎሞ ኣለዉ ክንርድኦን ክንግምቶ እንኽእል ንኹን፣ ብዝተኻእለ መጠን ግን ሃዲእና እቲ ኣልዒሎምዎ ዘለዉ ዘረባ ክሳብ ዝውድእዎ ወይ ነቲ ከረድኡና ከርእዩና ደልዮም ዘለዉ ዓይነት ስምዒታቶም ገሊጾም ክሳብ ዝውድኡ ስቕ ኢልና ክንሰምዕ ምልምማድ እውን የድልየና እዩ። ምኽንያቱ ሓደ ከም ናብ ናብ ጭቕጭቕ ኣየእትወካን እዩ፣ ናብ ምትሕርራቕ እውን ኣየእትወካን እዩ፣ ምኽንያቱ ንሰምዖም ስለ ዘለና። ካልኣይ ኣብቲ ዘረባ እውን እንታይ ደልዮም ኣለዉ ክንርድኦም ስለ እንኽእል፣ ምላልባት እውን ካብቲ ዘረብኦም ተበጊስና ዝሓሸ ካብቲ እሶም ዝደልይዎ ዘለዉ ወይ ከኣ ካብቲ እሶም ዝጠልብዎ ዘለዉ ብዝበለጸ ኣገባብ ንዕኦም ዝጠቅምን ዝሕግዞምን መፍትሒ ክንረክብ እውን ንኽእል ኢና። ካልእ እውን ክሳብ እቲ ድሌቶም ወይ ዘረብኦም ስምዒቶም ተዛሪቦም ዝውድኡ ጽን ኢልና ብምስማዕና እውን ደቅና ንኸሃድኡ፣ ድሌታቶም፣ ስምዒታቶም በገባብ ብቕቡል ኣዘራርባ ከረድኡ፣ ክነግሩ፣ ክገልጹ እውን ከነተባብዖም ወይ መገዲ ክንከፍተሎም እውን ይሕግዘና እዩ። ኣብዚ ከምዚ ዓይነት። ሃዋህው ንደቅና ስቕ ኢልና ምስማዕ ድማ ብሓባር ኮይንና በቲ ንሶም ዝደልይዎ ዘለዉ ጥራይ ዘይኮነ ንሶም እውን በቲ ንሕና ንዕኦም ዝሓሸን ዝበለጸን እዩ ኢልና ኣዋዲድናዮ ዘለና መፍትሒ ክኸውን ይኽእል እዩ ወይ ሓሳብ ክኸውን ይኽእል እዩ ክንረዳዳእ ወይ ከኣኒ ኣብቲ ሓሳብ ክንቀራረብ ንዕኦም ዘይውጽዖም ንዓና ዘይውጽዓና ወይ ንዕኦም ኣብ ሓደጋ ዘየእትዎም ንዓና ከኣ ዘየሸግረና ንኹላህና ዘማእኸለ ሓሳብ እውን ክርከብ ስለ ዝኽእል ወለዲ ብዝተኻለ መጠን ኩሉ ግዜ ደቅና ነቲ ድሌቶም ዋላ ዓው ዓው ኢሎም ይዛረቡ ይሃልዉ ስቕ ኢልና ክሳብ ዝውድኡ ክንሰምዖም ከም ናህና ባህርያት ወይ ከዓ ከም ናይ ኩሉ ግዜ እንኽእሎ ነገር ክንገብሮ እንተድኣ ክኢልና ኣዝዩ ሓጋዚ እዩ። ካልኣይ ኣብዚ ዕድመ እዚ ዘለዉ ደቅና ዘርእዩና ባህርያት ድማ ወለዶም ቅጭ ኣምጺእናሎም ከም ዘለና ኣብ ገገለ ዘረባ በጨቕ ይብሎም ወይ ከኣ በቲ ኣብ ገጾም ዘሎ ምልክታት፣ በቲ ዓይነት ምንቅሳቓሳቶም ክርእዩና ይፍትኑ። ኣብ ከምዚ እዋን ወለዲ እዚ ናይ ኩትትና ዕድመ ኣዝዩ ንደቅና ተኣፋፊ ዕድመ ምዃኑ ምዝካር የድልየና። ምኽንያቱ እኹላት ሰባት ንኽኾኑ እቲ ኣካላቶም፣ እቲ ሓንጎል ይዳሎ ስለ ዘሎ ብዙሕ ናይ ሆርሞናት ምልውዋጥ ኣለዎ። እዚ ድማ ንብዙሕ ነገሮም የመዛብሎ እዩ። ዝተፈላለየ ዓይነት ሙድ ከም ዝህልዎም እዩ ዝገብሮም። ቀልጢፎም ይቕጥዑ፣ ቀልጢፎም ይሓርቁ፣ ብዙሕ ነገር ንበይኖም ክኾኑ ይደልዩ፣ ናይ በይኖም ግዜ ዝደልዩሉ ግዜ ኣሎ። ምዝራብ ቅጭ ዝመጾም ግዜ ኣሎ ወይ ከኣ ዋላ ንሓደ ቀሊል ነገር ክገብርዎ እናኸኣሉ ከለዉ ክብድ ዝብሎም ግዜ ኣሎ። ቅልል ዝበለ ነገራት ዝመስለና ግን ከኣ ንዕኦም ዝኸብዶም እሞ ጸቕጢ ዝፈጥረሎም ኩነታት እውን ክህሉስ ይኽእል እዩ። ስለዚ ኣብ ከምዚ ኩነታት እንከለዉ ዋላ ብንእሽተይ ነገር ክትዛረብ እንተደኣ ጀሚርካ ቅጭ ከም ነምጽእ ወይ ከም ዘይንርድኦም ብፍጹም ነቲ ናቶም ዝኾንዎ ዘለዎ ወይ ትሶም ዝደልይዎ ዘለዎ ወይ ነቲ ነተሓሳስብኦም ዘይንበቅዕ ምዃንና በጨቕ ክብሎም ይኽእል እዩ። ኣብዚ ወለዲ ኩሉ ግዜ ክንርድኦ ዘለና እቲ ንሶም ከምዚ ይኾኑ ምህላዎም ብፍጹም ምሳና ዘተሓሕዝ ከም ዘይብሉ ተቐዳሚቲ ክንርድኣን ኩሉ ሻዕ ከነስተውዕለላ ወይ ከኣ ክንዝክራ ዘለናን እያ። ምኽንያቱ ምሳና እንድሕር ደኣ ብቐጥታ ከም ዝተሓሓዝ ኮይኑ ተሰሚዑና ሓደ ንዓና እውን ሕርቃን ከስዕበልና ይኽእል እዩ። ከምዚ ናይ ናይ ምንዓቕ ስምዒት ዘርእዩና ዘለዉ ኮይኑ ክስምዓና እውን ስለ ዝኽእል ኣብ ክንዲ ናብ መፍትሒ ንኸይድ ወይ ብቕልል ዝበለ ክፍታሕ ዝኽእል ነገር ናብ ዓውዓው ምባል፣ ናብ ዘይምርድዳእ፣ ናብ ምጭቕጫቕ እውን ክመርሓና ይኽእል እዩ። ስለዚ ኣብ ከምዚ ኩነታት ክህልዉ እንከለዉ ወለዲ ምሳና ዘተሓሕዝ ከም ዘይብሉ ወይ ከኣ ዋላ እኳ ንዓና ከምኡ ይብሉና ይሃልዉ ናይ ብሓቂ ናይ ብልቦም ከምኡ ዘይምዃኑ ክንዝክርን ክንርድኣሎምን ይሕግዘና እዩ። ኣብዚ ዕድመ እዚ ዘለዉ ቆልዑ እዚ እቲ ናይ ሆርሞን ምልውዋጥ ዘስዕበሎም ብዙሕ ዘሰንብደካ ዓይነት ኣገላልጻ ወይ ከዓ ብዙሕ ዘሰንብደካ ዓይነት ባህርያት የንጸባርቑ እዮም። ሕጂ ናይ ዕድሚኦም እዩ ወይ ከዓ ናይ ሆርሞን ምልውዋጥ እዩ ኢልና ግን ሸለል ክንብሎ ጽቡቕ ኣይኮነን። ምክንያቱ ምስ ግዜ ከም ባህርያቶም ኮይኑ ክሰርጽ ዘሎ ተኽእሎ ኣዝዩ ልዑል ስለ ዝኾነ፣ ንህና'ውን ልክዕ ከምቲ ናቶም ዓይነት ግብረመልሲ ከነርእይ'ዮም ዝደፋፍኡና። በቲ ኩሉ ዝገብርዎ፣ በቲ ዝዛረብዎ፣ በቲ ዘርእዩና ዓይነት ምልክታት፣ በቲ ምንቅስቓሳቶም ልክዕ ከምኦም ክንድቲ እሶም ተቖጢዖሞ ዘለዉ ደረጃ ተቖጢዕና ክንምልሰሎም፣ ክንድቲ ንሶም ሓሪቖሞ ዘለዉ ደረጃ ሓሪቕና ክንዛረቦም እዮም ዝሓስቡ ወይ ከምኡ እዮም ዝደልዩ። ምኽንያቱ ጌና እቲ ናይ እቲ ሓንጎል ሙሉእ ናይ ምምዕባል መስርሑ ስለ ዘይወድአ፣ ዘሎ እታ ሽዓ ኮይኖማ ዘለዉ በቲ ስምዒቶም ክግዝኡ ንእሶም ባህርያዊ እዩ ስለዚ ወለዲ ሓደ ምሳና ቀጥታዊ ምትእስሳር ከም ዘይብሉ እቲ ንዕኦም ዝስምዖም ዘሎ ተረዲእና ብብዙሕ ነገር ብተወሓደ ብዕድመን ብተመኩሮን ንሕና ካብኦም ዝዓበና ዝበለጽና ስለ ዝኾንና ከኣኒ ህድእ ኢልና ካብቲ ተቖጢዖምሉ ዘለዉ፣ ካብቲ ሓሪቖምሉ ዘለዉ ወይ ካብቲ ዘይጽቡቕ ዓይነት ስምዒት ዝፈጥረሎም ዘሎ ኩነታት ብኸመይ ክወጹ ይኽእሉ ከነህድኦም፣ ኣብቲ ዝሃድኡሉ እዋን ድማ ክንምህሮም ክንዕልሞም ዝሓሸ እዩ። ሳልሳይ ዘርእና ሓድሽ ባህርያት ድማ ነቲ ኣብ ገዛ ዘሎ ሕግታት ወይ ከኣ ነቲ ኣብ ገዛና ኣቐሚጥናሎም ዘለና ገደባት ዋላኳ ምስቲ እንዳጎበዙ ክመጹ ከለዉ ዝቀያየር ገደብ ኮይኑስ ዘስርሓና ይሃሉ ነዚ ክፈታትንዎ ውን ክንዕዘብ ኢና ምኽንያቱ ሓደ እቲ ጎቢዝና ኢና እኹላት ሰባት ኮይንና ኢና ብዙሕ ነገር ክንውስን ንኽእል ኢና ብዙሕ ነገር ከነሰላስል ክንጻወር ንኽእል ኢና ዝብል ኣተሓሳስባ የስርጹ ስለ ዘለዉ ናይ ብሓቂ ከኣ ንዕኦም ውን ከምኡ ዓይነት ስምዒት ስለ ዝስምዖም ዘሎ ዝያዳ ናጽነት ንኽደልዩ፣ ዝያዳ ምቁጽጻር፣ ከምዚ ዝያዳ ኮንትሮል ንኽደልዩ፣ ነቲ ዘሎ ሕግታት፣ ነቲ ዘሎ ገደባት ክፈታትንዎ እውን ክንርኢ ኢና ማለት እዩ። ንኣብነት ዝኣትዉሉ ዝወጽሉ ሰዓታት ፍሉጥ እንተድኣ ሃልዩ፣ ነዚ ሰዓታትዚ ቁሩብ ክደፍኡዎ፣ ቁሩብ ኣምስያ ኣቢልካ ምምጻእ፣ እንዳ ዓርከይ፣ እንዳ መሓዛይ እንድሕር ድኣ ዘይፍቀደሎም ነይሩ ከምኡታት ዓይነት ናይ ምጅማር ገለስ ከርእዩና እዮም። ሕጂ ኣብዚ ወለዲ ሓደ እቲ ንዕኦም ንኽልክሎም ወይ ከኣ እቲ ንዕኦም ነፍቅደሎምን ዘይነፍቅደሎምን ብሓፈሽኡ እቲ ገዛና ዘሎ ወይ ኣብቲ ቤትና ዘሎ ሕግታትን ገደብን ንምንታይ ጌርናዮ ብንጹር ምስ እቲ እቲ ዕላምኡ ንምንታይ ኢና ወይ ብኸመይ ምኽንያት ኢና መሪጽናዮ ዘለና ብንጹር ከነረድኦምን ሓበሬታ ክንህቦምን ኣገዳሲ እዩ። ዋላኳ ቅድሚ ሕጂ ነጊርናዮም ዝነበርና ይኹን ኣብ ከምዚ ግዜ ነቲ ናጽነቶም ከስፍሑ ወይ ናጽነቶም ከዕብዩ ኢሎም ዝጥሕስዎ ግዜ ክበጽሕ ከሎ ወይ ክበዝሕ እንከሎ ደጊምና ከነረድኦም ደጊምና ክንነግሮም ይሕግዘና እዩ። እቲ ክእረም ዘለዎ እቲ ብፍጡም ክስገር እንከሎ ወይ ክፈርስ እንከሎ ክንጻወሮ ዘይንኽእል ብፍላይ ድማ ንዕኦም ናብ ሓደጋ ዘእቱ ተኾይኑ ንብዙሕ ዝወስድዎ ውሳነታትን ምርጫታትን ብኣሉታ መገዲ ዝጸሉ እንተደኣ ኮይኑ ብኣግኡ እቲ ናህና ንሕናሲ ንቆጻጸሮም ከም ዝኾና ወይ ንሕና ኣብ ኢን ኮንትሮል ከም ዘለና ከነርእዮም ደው ከነብሎም ክንእርሞም ግን ሓላፍነት ኣለና። ኣብ ከምዚ እዋን ነዚ ናቶም ናጽነት ከዕብዩ ወይ ናጽነቶም ከስፍሑ ነቲ ገደባት ዝጥሕስሉ ዘለዉ ግዜ ድማ ምናልባት እውን ዋላኳ ጎቢዞም ኣብዚ ናይ ኮትትና ዕድመ በጺሖም ይሃልዉ ቆልዑ ምዃኖም ስለ ዘይተርፎም ናህና ኣድህቦ ወይ ከኣ ናህና ኣተኩሮ ደልዮም እውን ክኾኑ ስለ ዝኽእሉ ወለዲ ብዝተኻለ መጠን ነዚ ከም ሓደ ከም ሓደ ሳይን ወይ ከኣ ምሻሉ ከም ሓደ መዐቀኒ ተወሲድና ኣቐዲምና እንተደኣ ቅድሚሶም ነቲ ገደብ ወይ ነቲ ሕግታት ምፍራሶም ብዝተኻለ መጠን ምሉእ ኣድህቦና ምሉእ ኣተኩሮና ከም ዘለዎም ብከነረጋግጸሉ ወይ ከኣ ብከነርእዮም እንኸእል መገዲ ከነርእዮም ዝበለጸ እዩ። እንተደኣ ብመገዲ እቲ ነቲ ኣስፊርናሎም ዘለና ወይ ከኣ ኣቐሚጥናሎም ዘለና ገደብን ሕግን ብምጥሓስ፣ ንዓና ኣድህቦን ኣተኩሮን ይደልዩ ከም ዘለዉ ይነግሩና እንተ ሃልዮም ድማ፣ ብዝተኻእለ መጠን እዚ ከም ሓደ ናይ ጻውዒት ደወል ተረዲእና፣ እቲ ክንህቦም እንኽእል ኣድህቦ ወይ ከኣ እቲ ክንገብረሎም እንኽእል ምሉእ ኣተኩሮ ምናልባት ጎቢዞም እዮም ኢሎም ኢልና ሓሲብና ስለ ዘለና ውን ገለ ግዜ ምስኦም ካብ ምሕላፍ ኣጉዲልና ክንከውን ንኽእል ወይ ብሓባር እንገብሮ ዝነበርና ነገራት ጎዲሉ ክኸውን ይኽእል እዩ ብዝተፈላለየ ምኽንያት ነዚ ሒድዎም ዘሎ ወይ እቲ ሶም ዝፈትውዎ ምሳና ክገብርዎ ዘስተማቕርዎ ዝነበሩ ዝያዳ ሓጎስ ዝፈጥረሎም ምክንያቱ ከምዚ እሶም ብውሽጦም እቲ ብደጊኦም እዩ ጎቢዝና ጎቢዝና ኢና ዓቢና ኢና እኹላት ኮይንና ኢና ዝብሉ እምበር ብውሽጦም ኣድህቦና ይደልኦም ብውሽጦም ናህና ምስትውዓል ይደልኦም ብውሽጦም ናህና ፍቕሪ ይደልኦም ናህና ምሕብሓብ እውን ይደልይዎ ስለ ዝኾኑ በጨቕ ከየበልዎ እንከለዉ ክንገብሮ ተደኣ ምልክታት ከምዚ ዓይነት ምልክታት ርኢና ድማ ብዝተኻእለ መጠን ቅልጥፍ ኢልና ግዜና ኣድህቦና ክንህቦም እቲ ምስኦም ንገብሮ ዝነበርና ንጥፈታትን ካልእ ንዕኦም ከሕጉሶም ዝኽእል ብሓባር ኮይና ግዜ ንኸነሕልፍ ዝጠቕመና ዝሕግዘና ጽቡቕ ከምዚ ዝኽሪ ዝኾኖ ወይ ጽቡቕ ሜሞሪ ዝኾኖም ሓድሽ ሓሳባት ወይ ንጥፈታት ተራኺብና እውን ምስኦም ንኽንገብሮ ነቲ ዕድል ክንጥቀመሉ ጽቡቕ እዩ። ኣብዚ ነዚ ናቶም ናጽነት ወይ ከኣ ነቲ ንሕና ኣቐሚጥናሎም ዘለና ገደብ ጥሕስ ኣቢሎም ናጽነቶም ከዕብዩሉ ወይ ከኣ ከስፍሑሉ ዝደልዩ ዘለዉ ግዜ ድማ እቲ ገለ ነገራት ናህና ምስትውዓል የድልዮ እዩ፣ ናህና ምርዳእ የድልዮ እዩ፣ ናህና ሚዛን ምሕላው እውን ኣዝዩ የድልዮ ስለ ዝኾነ ወለዲ ኣብዚ ጥንቅቕ ኢልና እቲ ምስ ደቅና እንወስዶ ወይ ከኣ እንመርጾ ቃልሲ ምምራጽ ከኣ የድልየና እዩ። ምናልባት እቲ ገለ ነገራት ሸለል ምባል ንውሑድ ግዜ ዘድለዮ ክኸውን ይኽእል እዩ፣ ወይ ንሕና ከምዚ ነቲ ደጋዊ ዓለም ነቲ ዕድሚኦም ዝጠልቦ ነገራት ዘየስተውዓልናሉ ዘለና ክንከውን ስለ እንኽእል ሚዛን ብምሕላው ገለ ናጽነት ኣብ ኩስ ከነብለሎም ገለ ናጽነት ክንህቦም ዘድሊ ክኸውን ይኽእል እዩ። እቲ ገሊኡ ድማ ናይ ግዜኦም ስለ ዝኾነ፣ ናይ ዕድሜኦም ስለ ዝኾነ ኢልና ስኢልና ሸለል ኢልና ክንህቦም ኣይግብኣናን። ክንቃለሶም፣ ከነረድኦም፣ ከነእምኖም፣ እቲ ናቱ ኣዎንታዊ እንታይ እዩ፣ እቲ ናቱ ኣሉታዊ እንታይ እዩ ከነርእዮም ምቅላስ ዘድልየና እውን ክኸውን ስለ ዝኽእል ግድን ኣይኮናን ኣብቲ ኩሉ ምስኦም ክንጨቓጨቕ፣ ኣብቲ ኩሉ ምስኦም ክንቃለስ ጥንቅቕ ኢልና እቲ ናይ ብሓቂ ናህና ትርር ኢልካ ኖእ እዚ ኣይከውንን እዩ ኖእ እዚ ናይ ዕድመይ ሕጂ ኣይኮነን ኖእ እዚ ክትጸንሑ ኢኹም እዚ ብዚ ዕድመ እዚ ዝፍቀደልኩም ኣይኮነን ምባል ዘድልየና ኣሎ እቲ ገሊኡ ከኣ ደሓን ማለትሲ ቁሩብ ጉብዝ ኢሎም እንድዮም ሕጂ ከኣ ኩሉ ሻዕ እውን ከው ኢልካ ኣይክወልን እዩ ኢልና ሙሉእ ሓበሬታ ግን ጥዑይ ሓበሬታ ዝረኽብሉ ዘድልዮም እውን ክኸውን ስለ ዝኽእል ኣብዚ ወለዲ ሚዛን ብምሕላው እቲ ናህና ሓይሊ እውን ክንዕቅቦ ስለ ዘለና ተገዲስና ኣስተውዒልና ብምሉእ ፍልጠት ብምሉእ ብቕዓትን ዓቕምን እቲ ቃልሲ ምስ ደቅና እውን ኣየናይ ምዃኑ ምምራፅ የድልየና እዩ ማለት እዩ። ምክንያቱ ንኹሉ ክትቃለሶ ኣይትኽእልን ኢኻ፣ ኣንጻር ኩሉ ክትከይድ ኣይትኽእልን ኢኻ፣ ንኹሉ ከዓ ከተፍቅድ ከዓ ኣይትኽእልን ስለ ዝኾንካ እቲ ሚዛን ክሕሎ እንተ ኮይኑ ወለዲ እቲ ምስ ደቅና ንወስዶ ቃልሲ ከዓ ምምራፅ የድልየና እዩ ማለት እዩ። ኣውኻ ሽዑ በቲ ከነእምኖም እንኽእል በቲ ከነረድኦም እንኽእል ጌርና ከነእምኖምን ከነረድኦምን ኣብቲ ገሊኡ ትረር ምባል ዘድልየና ከኣ ትርር ክንብል ኣብቲ ገሊኡ ልምልም ምባል ዘድልየና ወይ ከኣ ነጻ ግድፍ ከነብሎም ዘድልየና ከኣ በፍልጦ ነጻ ክንሓድጎም ነቲ ህይወትና የቃልሎ እዩ ንዕኦም እውን ነቲ ህይወቶም ነቲ ዝሓልፍዎ ዘለዉ ናይ ኩትትና መስርሕ እውን ቅልል ልሎም ንክሓልፍዎ ሓገዝ ክደልዩ ከለዉ ናባና ዝመጹ ክኾኑ ሓበሬታ ክደልዩ እንከለዉ ካባና እቲ ሓበሬታ ግቡእ ሓበሬታ ዝረኽቡ ንክኾኑ እውን ይሕግዘና እዩ። ዝግቡዙ ዘለዉ ደቅና ዘርእዩና ናይ ባህሪ ለውጢ ወይ ናይ ኣተሓሳስባ ለውጢ ክህሉ እንከሎ ወለዲ ሚዛን ብምሕላው ክንወስዶ ዘለና ስጉምታት ነቲ ባህርያት እውን ስለምንታይ እዩ ዝልወጥ ዘሎ መበገሲኡ እንታይ እዩ ኣብኡ እውን ንሕና እንታይ እዩ እጃምና ወይ ከዓ እንታይ ኢና ክንገብር ዘለና ኢለ ዘዳለኹን ሰለስተ ዓበይቲ ነጥብታት ገለ ትምህርቲ ሓድሽ ሓበሬታን ረኺብኩምሉ ክትኮኑ ተስፋ ይገብር ኣብ ዝመፅእ ግዜ ብካልእ ኣርእስቲ ክሳብ ንራኸብ ሰላምን ቅሳነትን